ከቢድ ነገር ተፈጢሩ ሊሊ ብተግባር ኣሌክስ ብጣዕሚ ሓሪቃ ወሲና ኣላ ኣሌክስ ግን ሊሊ ይቅሬታ ግበርለይ ዝሓለፈ ኩሉ ብጣዕሚ ይቅርታ ኣነ በዲለኪ እየ ሀዚ ግናይ ዓመት ናይ ወድና ናይ ሽዱሽተ ወርሒ ነክብረሉ ብሓደ ኮይና እና ፍቀድለይ ይቅሬታ ደሞ ግበርለይ ኢልዋ ሊሊ ተኾነት ኣነ ክርእየካ ኣይደልን እየ ብሱርካ ካብ ጌጋካ ኣይትምሃርን ዲካ ሰላም ሰላም ናይ ዮኒ ዩቱብ ተከታተልቲ ከመይ እኒኣኩም ከመይ ትኮኑ ኣነ ሰላም ኣለኩ እዝጋቢሄር ይመስገን በብዘለኩምዎ ሰላምኩም ብዝሕ ትርፍ ይበለለይ ሓደሽቲ ዝኮንኩም ደሞ እንኳዕ ብሰላም መፃኩም ሳብስክራይብ ናጎርኩም ቤተሰብ ኩኑ ቤተሰብ ዝኮንኩም እውናይ ሸር ላይክ ናጎርኩም ናታትኩም ምትብባዕ ይፈለኒ ኩለኩም ይፈቲ ሽምባርከስ ኩራት ይሕዋተይ ሰብ ቪድዮ ደሞ ብላይክ ጀምርዋ ማለት እዩ ሎማዕንቲ ሒዘልኩም ዝመፃኹ ደሞ ከምዚ ልሙድ ብግዳይ ሊሊን ኣሌክስን ኮይኑ ለሞ ዘጋጠመ እየ ሒዘልኩም መፅየ ኒኣኹ ማለት እዩ ኩራት ይሕዋት ክሻ መጨረሻ ሓቢርኩም ንፅንሑ ናፍቲ ጉዳይ ከብለኩም ከለኹ ሎማዕንቲ ኣሌክስ ንሊሊ ይቕሬታ ሓቲትዋ ሊሊ ግናይ ብዝሓለፈ ብዝገበሮ ኣሌክስ ብጣዕሚ እያ ተናዲዳ ሓሪቀ ማለት እዩ ክብረት ይሕወተይ ኣሌክስ ደሞ ዋላ እውን እዙይ ጌጋ ኮይኑ ኣይረኣዮ ግን ከዓኒ ንሊሊ ዓመት ወድና ክነሕልፍ ናይ ሽዱሽተ ወርሑ ብሓደ ኮይንና ክነክብረሉ ይቅሬታ ግበርለይ ኢልዋ ሊሊ ግን እዙይ ከመይ ጌርካ ኣቕሊልካ ትርእዮ ኣለኻ ምክንያቱ ለኣይ ኣነ ብጣዕሚ እየ ንጉዳእ ኣለኹ ኣነ ትብድለኒ ኣለኻ ስለዚ ይቕሬታ ይቕሬታ ናበልካ ኣነ ደሞ ይቕሬታ ናገርኩ ግን ከዓኒ ካብ ልሓለፈ ዘይትማሃር እንተሕር ደኣ ኮንካ ሀዚ እውን ይቅሬታ ገይረልካ ዋላ ሓንቲ ትርጉም የብሉን እና ካብ ቅድመይ ረሓቀለይ ብሱሩ ክርእየካ ኣይደልን እየ ኢላላቶ ማለት እዩ ኣሌክስ ደሞ ብጣዕሚ እዩ ተጨኒቁ ሊሊ ከምዚ ከብላ ዝኸኣለ ግናይ ተመሊሱ ናብ ገዛ ቤቲ ኣሌክስ ብምዃዱ እዩ ኣብ ዝሓለፈ ሄኖስ ከይዱ ንቤቲ ከዛራርባ ኢሉ ነይሩ ማለት እዩ ምክንያቱ ኣብ መንጎ ሊልን ኣሌክስን ንሳ ስለ ጣልቃ ኣትያ ተባእሶም ዘላ ከረድኣ ከይዱ ነይሩ ማለት እዩ ኣብኡ ክከድ ከሎ ግን ዘይተጸቦዮ እዩ ጸኒሕዎ ብጣዕሚ እውን ኣይተገሪሙን ሰንቢዱን ማለት እዩ ክብራት ይሕዋተይ ናብ ገዛ ቤቲ ክከድ ከሎ ሄኖስ ግናይ ቤቲ ዋላ ብጣዕሚ እያ ሰንቢዳ ማለት እዩ ምክንያቱ ዘይተጸቦዮቶ ስለ ዝኮነ ዋላ ድኣ ተቋጺሮም ይንበሩ እምበር ኣለክስ ምስኣ ስለ ዝነበረ እዩ ማለት እዩ ክብራት ኣሕዋተይ እና እዙይ ከዓኒ ንኣሌክስ እንታይ ትገብር ኣለካ ኣብዙይ ክብሎ እዩ ሓቲትዎ ኣሌክስ ግን ዘይጠቅም መልሲ እዩ ሂብዎ ማለት እዩ ተጨኒቐ ስለ ዝነበርኩ ካብኡ ለውናይ ቡና ክሰቲ ኢለ እየ መፅየ ኢልዎ ማለት እዩ ንቤቲ ተኾነት እውን እንታይ እዩ ርክብኩም ብስረኸ ኣብ መንጎኹም ለሎ ጉዳይ ሲ እንታይ እዩ ኢልዋ ሄኖስ ማለት እዩ ንሳ ደሞ ከመይ ኢኻ ትርድኦ ዘለኻ ኣነ ልኣለይክስ ዝፈልጦ በባካቱም እየ ልሪኦ ውናይ ከማካቱም እየ እና ኣንሕናሲ ዋላ ሓደ ኣይብልናን እያ ኢላቶ ማለት እዩ ንሱ ሄነስ ውናይ ኣነ ከምዙ ዝሪኦ ኣለኩ ብዓይነይ እውን ዝሪኦ ዘለኩ ካሊእ ነገር ዘለኩም ኢኩም ትመስሉ ብስሩ ውናይ ንስኪ መጀመርታ ዝቀረብኪ ናብ ሊሊ እውን ዝከድክዮ መዓልቲ ክተተዓርቕዮም ኢልኪ ዘይኮንኪ ኣብ መንጎኦም ኣቲኽሊ ክትፈላልይዮም እዩ መደብኪ ኢሉዋ ማለት እዩ። ብዙይ ከዓኒ ቤቲ ኣነ ከምኡ ኣይኮንኩን እኳ ደኣስ ከራዳድኦም እየ ፈቲነ ነይረ ንስኻ ግን ብኻሊእ ዓይኒ ኢኻ ትሪኦ ዘለኻ እያ ኢላቶ ማለት እዩ። እዙይ ግን ክኣምን ኣይከኣለን ምኽንያቱ ኣሌክስ ምውዓሉን ምሕዳሩን ዳቤት ስለ ዝኾነ እዩ ማለት እዩ። ኣሌክስ ኣቦ ቆልዓ በዓል ሓዳር እዩ። ኣብ ዝሓለፈ ቪድዮ ዝለቀቅኩምዎ እውን ርእየዬ ነይረ እና ብጣዕሚ ተጨኒቀ እውን እየ ደቢሩኒ እውን እዩ እሞ ቤቲ ምፅኒ ኢልካያ ነይርካ ላብኣ ደዊልካ ታይ እኒኤካ ላብኣ ለደውል እንድሕር ደኣ ተጨኒቕካ ኮይንካ ክትዘናጋዕ ውን እንድሕር ደሊኻ ኮይንካሲ ላባና ዘይትድውል ንሕናንዶ እኒኤናካ ነዕርኽትኻ እዩ ኢልዎ ማለት እዩ ኣሌክስ ግን ንምንታይ ደኣ ደሃየይ ዘይትገብሩ ንስኻትኩም ኢኹም ክትድውልለይ ዝግበኣኩም ተገዲሳ ንሳ ናደወለትለይ ላብኣ እየ ከይደ ንስኻትኩም ግናይ ክትድውልለይ ኣይከኣልኩምን እዩ ኢልዎ ማለት እዩ ክብራት ኣሕዋተይ ንዙይ ከዓኒ እና ብጣዕሚ እዩ ተገሪሙ ሄኖስ ብክመልሲ ናይ ክልቲኦም ማለት እዩ እና ናሀዚ ግን ኣነ ንቤት ትደልየ እየ መፅየ ነይረ ግን ከዓኒ ንክልቴኹም ስለ ዝረኸብኩኹም ደስ ኢልኒ እዩ ማለት ንክልቴኹም ከዘራርበኩም ስለ ዘለኒ ሐዚ ግን ኣይ ንሕና ባዕልትና ኢና ምስ ኣሌክስ ኣላሊናኪ ስለዚ ካብ ሀዚ ውነይ ካብ ሂወቱ ውጺ ብሱሩ ውነይ ኣብ መጀመርታሲ እንትሕር ናክልቲኦም ሰላም ትደልዪ ኮንኪ ናክልቲኦም ምትዕራቅ እንትሕር ዳኣ ትደልዪ ኮንክሲ ንስኪ ኢኪ እቲ ጠንቂ ካብ ላብ ገዛ ናሊሊ ምካድ ካብ ሂወት ኣሌክስ ክትርሕቂ ነይሩኪ ካብኣቶምስ ክትርሕቂ ነይሩኪ ንሱ እዩ ነይሩ እዩ ኢልዋ ማለት እዩ። ንሳ ደሞ ንምንታይ የርሕቆ ኣሌክስ እኮ መማክርተይ እዩ መሳርሕተይ እውን እዩ ያላቶ ሄኖሱ ግን ብጣዕሚ እዩ ተናዲዱ ማለት እዩ ብዝኮነ ኣነ እየ ትጌገኛ ምክንያቱ ኣነ ምስ ኣሌክስ ከላልየኪ ኣይነበረንን እዩ ኢልዋ ንሳ ግን እንድሕር ደኣ ክላለዮ ደልየ ኮይነ ሰብ ትሕር ደሊካዮ ኣይትስኡነን ኢካ ብካሊእ እውን ክንላለ ኔርና ኢና እያ ኢላቶ ማለት እዩ ብዝኮነ ግን ኣነ ሪኤ ብዓይነይ ኣሚነ ኣለኩ ሊሊውናይ ዋላ ሓንቲ ጌጋ የብላይ ቅንዕቲ እያ ዘላ ስለዚ ንስካ ውን ምስ ሊሊ ምትዕራቅ እንድሕር ደኣ ትደሊ ኮንካ ካብ ቤት ሪሕቅካ ንሊሊ ይቅሬታ ሓቲትካ ናብ ገዛካ ተመለስ ቀሊል ነገር እዩ እስኪ ደሞ ካብኡ ራሓቂ እዩ ኢልዋ ማለት እዩ ኩራት ይሕዋተይ ቤቲ ግን ፍቃደኛ ኣይኮነትን ካብ ኣሌክስ ክትርሕቅ ማለት እዩ ምክንያቱ ናይ ባዕላ ጉዳይ ስለ ዘለዋ ማለት እዩ ኩራት ይሕዋተይ ብዙይ ደሞ ክራዳድኡ ኣይካኣሉን ምስ ሄኖስ ማለት እዩ ንኣሌክስ ግን ንሊሊ ይቅሬታ ሓቲቱ ዓመት ወዶም ወይ ከዓ ናይ ሽዱሽተ ወርሒ ማለት እዩ በዓልቶም ተረዳዲኦም ጉዳዮም ብሰላም ከሕልፉ ከምዘለዎም እዩ ነጊርዎ ኮይዱ ማለት እዩ ቤቲ ግናይ ክትርድኦ ይኹን ክትሰምዖ ይኹን ኣይደለየትን ማለት እዩ ምክንያቱ ኮነ ኢላ እያ ሓዳር ሰብ ክትዘርግ ኣትያ ዘላ ማለት እዩ እዚ ከዓኒ ፈሊጥያ ዝደቀሰት ነዕኒዕካዮ ነይትስእ እዩ ቤቲ ኮነይ ኢላ እያ ቀሪባ እኒኣ ሓዳር ሰብ ክትዘርግ ማለት እዩ ሊሊ ግናይ ብጣዕሚ ተሕዝነካ ብጣዕሚ ውናይ እያ ተናዲዳ ዘላ የኾነይ ዶ ንሊሊሲ ንሄኖስ ውናይ ኣናዲድዎ ተግባር ናይዚኦም ብዓይኑ ምስ ረእየ ማለት እዩ ኣሌክስ ሀዚ ካብ ቤቲ ርሒቁ ሓዳሩ ሂወቱ ተትገብር ካብኡ ከዓኒ ቤት ትውናይ ሂወታ ተትመርሕ ማለት ዩ ኣብ መንጎ ሓዳር ናብ ማታ ኣትያ ዋላ ሓንቲ ትርብሖ ነገር የሌ ዋላ ደኣ ልሀዝ ይኹን ቤት ደሓርሲ ከጣዕሳ እዩ ማለት ዩ ኣሌክስ ከዓኒ ከይተረድኦ ኣይተርፍን ሐዚ ግናይ ኣሌክስ ምኽሪ ናይ ሄኖስ ሰሚዑ ንሊሊ ከይዱ ይቅሬታ ሓቲትዋ ኣሎ ማለት እዩ ሊሊ እኳ ብዝሓለፈ ብዝገበራ ብጣዕሚ ብጣዕሚ እያ ተናዲዳ ዘላ ግን ኣሌክስ በጃኺ ሊሊ ይቅሬታ ግበርልይ ብቻ ዋላ ልለማዓንቲ ምሳኻቱም ክውዕል ዓመት ናይ ወደይ ከሕልፍ በጃኺ ኢሉ እዩ ለሚንዋ ማለት እዩ እሱ ይቅሬታ ትገብረሉ ዶ ኣይትገብረሉን ኣብ መፃኢ ክንሪኦ ኢና ማለት እዩ ክብራት ይሕዋተይ ብቻ ግን እንድሕር ደኣ ናይ ብሓቂ ጌግኡ ተረዲእዎ ኮይኑ ኣሌክስ ካብ ልቡ እውን ኣይንድሕር ደኣ ይቅሬታ ሓቲትዋሲ ሊሊ እውናይ ክትቅበሎ እያ ልብል እምነት ኣለኒ ማለት እዩ ምክንያቱ ሰብ ኮይኑ ዘይጋገ የለይ ኩለና ተጋገይቲ ኢና ማለት እዩ ግን ከዓኒ ካብ ጌጋካ ክትመሃር እንድሕር ደኣ ኮይንካ እዩ እምበይ ይቅሬታ ለበልካ ጌጋ ናሰርሕካ ይቅሬታ ናበልካ ጌጋ ናሰርሕካስ ትሰውንስ ይደኽሞ እዩ ይስልችዎ እዩ ማለት እዩ እና ኩቡራት ይሕዋተይ ናዞም ኣሕዋትና ፍቅሪ ሓዳሪ ላብ ንቡር ይምለሰሎም ማለት እዩ እና ናይ ሎማዕንቲ መደበይ እዚኣ ትመስል ነይራ ማለት እዩ ካብኡ ደሞ ክሻ ብካሊእ መደብ ልመጽእ ደሞ ሸር ላይክ ሰብስክራይብ ናገርኩም ናታትኩም መተባብዓይ ይፈለየኒ ክብለኩም ይፈቲ። ሃናጺ ዘበለ ርእይቶ ዘለኩም ደሞ ኣብ ቦታኸመን ተቐሙጥለይ ማለት እዩ እና ክሻ ብኻሊእ መደብ ንመጽእ ደሞ ባይ ባይ ሰናይ ቅንያት ኩሉ ንኹሉ ወዲ ሰብ ደሞ ሰላም ፍቕሪ ቅሳነት የውርደልና ካብ ዕግርግር ወፂና ናብ ሰላም ንኣትወሉ ግዜ ይግበረልና ማለት እዩ። ኩብራት ይሕዋተይ እና ክሻ ብካሊእ መደብ ንመፅእ ባይ ባይ።